ሰላም ሰላም ሰላም ክብራት ተኸታተልተይ ሎማዓንቲ ከዓኒ ደጊመ ተመሊሰኩም ኣለኹ እምበኣርከስ ናይ ሎማዓንቲ ድማኒ ቅጫ ፍትፍት ምስንጣጢዕ ኢና ክንሰርሕ ንክትፈትዋ ከዓ ተስፋ ይገብር ግን ቅድሚ ምጅማርኩም ፕሊስ እቶም ሳብስክራይብ ዘይገበርኩም ሳብስክራይብ ግበሩ እቶም ዝገበርኩም ከዓኒ ቴንኪዩ እንዳበልኩ ከዓ ነታ ላይክ ከዓ ጥወቕ ጥወቕ ኣብልዋ ንስኻትኩም ከዓኒ ንዓይ ደጊመ ንክምለስ ስለ ዘተባባዓኒ ማለት እዩ እምበኣርከስ ከምዚ ትርእይዎ ዘለኹም መጀመርታ ቅጫና ክንስክት ኢና ናይ ጣፍ ናይ ሓርጭ ጣፍ ፊኖ ንእሽተይ ከኣኒ ካብቲ ድኹም ናይ እንጣጢዕ ሓዋዊሰ ጨው ገይረ ይለብሶ ኣለኹ ከምዚ ገይረ ፅቡቅ ገይረ ለዊሰ ስጋዕ እዚ ድለብሶ ከኣኒ እታ መጎጎይ ከዓ ወሊዐያ ኣለኹ ክትረስነለይ ማለት እዩ ከምዚ ጌርና ጽቡቕ ጌርና ሓሲና ልውስ ኣቢልና ነታ መጎጎና ምስ ረሰናህልና ኻኒ ክንካሶ ኢና። ኣዝዩ ኣዝዩ ቀሊል ኩሉ ሰብ ክሰርሖ ዝኽእል እዩ። ግዜ ከዓ ዋላ ሓንቲ ኣይትወስድን እያ። እንደገና ከዓ ጥዕና ዘለዎ መግቢ ንመገብ ማለት እዩ። እምበኣርከስ ከምዛ እትርእይዋ ዘለኹም ብክልተ ሚእትን ሓምሳን ገለ ኣርሲነያ ኣለኹ መጎጎይ ከምዚኣ ገይረ ሶፍት ገይረ ድርዝ ኣቢለ ነቲ መጎጎኻ ክኻሳ ክጅምር ከምዛ እትርእይዋ ዘለኹም ወልዊለያ እታ መጎጎይ ምስ ወዳእኹ ድማኒ እተን ብሕቆይ ኣምፅኤ ይኻስስ ኣለኹ ከምዚኣ ጌርና ንኹላ መጎጎ ከምዚኣ ጌርና ቀስ ጌርና ከነብጽሓላ ኢና ኣዝዩ ቀሊል እዩ እቲ መጎጎ ማራ ኣይነርስኖ ምክንያቱ ሸተት ሸተት እንዳበለ ምእንቲ ምስጣጥ ከይኣብየና እቲ ቅጫና ኣጸቢቑ ከይረስነ ጸቢቑ ከይዝሓለ ማለት እዩ ሕጂ ከምዚኣ ገይረ ካሲሰ ምስ ወዳእኹ ከዲነያ ለኸሸልቀለይ ንሳ እንዳሸሎቀትለይ ከኣ እንጣጢዕይ በዚኣ እኮ ቆሊኤ እንጣጢዕ እኮ ኩሉ ግዜ ቀሊና ገዲእና ተቐመጥና ጽቡቕ ኣነ ካብ ማን ነይርኒ ግን ከርእየኩም ስለ ዝደለኹ ኣብዚኣ ከዓ ቁሩብ እንጣጢዕ ይቆሉ ኣለኹ ማለት እዩ ሓዊ ኣይነብዛሓሉ ሕጂ ንዓይ ረሲናትንላ ቶታል ከትሕታ እየ በቃ ብጣዕሚ ትውሑት ክገብራ እየ ምክንያቱ ሓደ ይርብሸካ ጣዕጣዕ እንዳበለ ከምኡ ባህሪ ኣለዎ እንጣጢዕ ካልኣይ ነገር ከኣ ኩሉ ብሓባር ክበስል ኣይክእልን ክሓርና ስለ ዝኽእል ሕጂ ኣትሕት ኣቢለ ቀስ ገይረ ትሪእዎ ኣለኹም ቀይሕ ጽቡቕ ከምዚኣ ገይረ ቀልየ ምስ ወዳእኹ ኣውፅኤዮ ሕጂ ድማ ናብታ ቅጫይ ተመሊሰ ኣለኹ እታ ቅጫይ ክሪኣ ኢለ ከፊተያ ከምዛ ትሪእዋ ዘለኹም ከዓ ሽሉቕ ኢላትለይ ኣላ ራይዋ ክጽብቅ ዋላ እቲ ቅጫስ ናይ ጥዕና ቅጫ እዩ በቃ ሕውስውስ ኣቢልካ ካብ ኩሉ ስለ ዝገበርኮ ኣዝያ ጽብቕቲ እያ ሕጂ ንእሽተይ ቢያው ኣትሪፈላ ነይረ ከምዛ ናይ ዓድና ጌርና ከዓ ልምጽ ልምጽ ኣቢልና ከዓኒ ክንግልብጣ ኢና ከምዚኣ ጌርና ንኹላ ከነብጽሓሉ ኢና ነቲ ዕሞቕሞቕ ዝበለ ገለ ከምዚ ጌርና ኣዳላድል ኣቢልና ንኹሉ ይልምጾ ኣለኹ ከምኣ ገይረ ለሚጸ ከዓ ከምዚኣ ገይረ ሃመይሰ ገልቢጠያ ኣለኹ ትርእይዋ ኣለኹም ብዙሕ ኣይሓረረትንን ኣንኮላ ሽሉቕ ኢላ ምክንያቱ ፍትፍት ኣቢልና ክንበልዖ ስለ ዝኾንና ብዙሕ ድረቕ ዘይበለ ማለት እዩ ልስልስ ዝበለ ሕጂ ንሳ እንዳበሰለህልና ከዓኒ ነተን ዝጎድኣ ኮነ እንጣጢዕ ዝሒለን ጸኒሐን ከምዚኣ ገይረ ኣብዛ ማሽነይ ይጎድኦ ኣለኹ ከምዚኣ ጌርና ቀስ ጌርና ዝሕል ምስ በለ ክንጎድኦ ኣለና ምክንያቱ ብውዕዩ ከዓ ማሽን ከየባላሽወልና ማለት እዩ ሕጂ ኣነ ጨው ቁሩብ ይገብረሉ ኣለኹ እንተደሊና ማለት እዩ ንገብረሉ ጨው ተዘይኮይኑ ከዓኒ ክንበልዖ ከለና ክንገብረሉ ንኽእል ኢና ፀገም ደሎ ኣይኮነን ኣነ ግን ምስኡ ገይረሉ ኣለኹ ምስቲ እንጣጢዕ ገይረ ይጎድኦ ኣለኹ ከምዛ እትሪእዋ ዘለኹም ድማ ከምዚኣ ገይረ ቀስ ብቀስ እንጣጢዕ ጎዲኤያ ረእይዎ እንድሕር ፅቡቅ ገይሩ ደኺሙ ከምዚ ልሕድድ ከምዚ ሕዚ ይደብሎ ከምዚ ዕንክር ዝበለ ሰው ወዲኣ ተጎዲኣትለይ ኣላ ናብታ ዕጫይካ ተመሊሰ ነይረ ኣለኹ ማለት እዩ። ሕጂ ከምዛ ትርእይዋ ዘለኹም እዛ ቅጫ ዊን ዳርጋ እንዳኣኸለታ ብዙሕ ኣየ ድርቃን እየ ኮሎ ልስልስ ዝበለ ሽሉቕ ዝበለትለይ እያ ኮላ ስለ ክትኮነለይ ዝደለኹ ምክንያቱ ብዙሕ ተደሪቑ ፅቡቕ ኣይኮነን ልስልስ ዝበለ እዩ ፅቡቕ ሕጂ ከምዚኣ ገይራ ኣፀቢቓ ከይደርቐት ከላ ብልስልስታ የውፅኣ ኣለኹ ማለት እዩ ረይዋ ፀሊም መሲሉ ብዓይንኻ እቲ ቅጫ ግን ሶኬ ካብ ፃዕዳስ ከምዚ ይሓይሽ ከማን እምበኣርከስ ከምዛ ትሪእዋ ዘለኹም ድማ መሊሰ እንጣጢዐይ ከምዚኣ ገይረ እተን ዝገድኣኽወን ኣዳልየ ንእሽተይ ድማ በርበረ ክገብረሉ እየ ከምዛ ትሪእዋ ዘለኹም ንእሽተይ በርበረ ገይረ ማይ ገይረ ከዓ ክብፅብፆ ክጅምር እየ ማለት እዩ ከምዚኣ ጌርና ንንእሽተይ ከየብዛሕና ንንእሽተይ ንንእሽተይ ማይ እንዳገበርና ከምዚ እንዳገበርና ንብጽብጾ ማለት እዩ ከምዚ ትሪእዎ ዘለኹም ኣዝዩ ቀሊል እንደገና ጥዕና ዘለዎ ስፔሻል ከዓ ሕጂ ኣብዚ ጾም ክትብላዕ ዘለዋ መግቢኣ ከም መግቢ ከማን ከም ልምዲ ተለሚድናዮ ከዓ ፅቡቅ ብፍላይ ከዓ ንቆልዑ ኣዝዩ ኣዝዩ ፅቡቅ እዩ እንጣጢዕ ከምዚ ጌርና እንድሕር ኣልሚድናዮም ብጣዕሚ ብዙሕ ትሕዝቶ ስለ ዘለዎ ማለት እዩ። ከምዚ ዓሳ ገለስ ደይበላዕኹ ኣይትብልኒ ኢኻ እንድሕር እንጣጢዕ ትምገብ ኮንካ። ስለዚ ከምዚ ጌርና ንልመዶ። ሕጂ ከምዚኣ ጌረ ጽቡቅ ጌረ ማይ በብንእሽተይ እንዳንጠብኩ እንዳንጠብኩ ማራ ሓፊስ ኣይገበርክዎን ማራ ከዓ ቀጢን ኣይገበርክዎን ከምዚኣ ጌረ ጽቡቅ ጌረ በጽቢጸ ኣለኹ ማለት እዩ ረይዎ ሪዎ ኣለኹ ብጣዕሚ በቃ ዋላ ኣብ ዓይንኻ ደስ ዝብለካ ከምዚኣ ገይረ ረይዎ ብፅብፅ ኣቢለዮ ማእከላይ ገይረ ረይዎ ትሪእዎ ኣለኹም ከርእየኩም ኢለ ሓፍ ኣብሎ ኣለኹ ብጣዕሚ ፅቡቅ ኮይኑለይ ሕጂ ንዕኡ ምስ ሰበርኩ ከዓኒ ኮሚደረ ክልተ ኮሚደረ ማለት እዩ ከምዚኣ ገይረ ሓፂበ ምፅኤ ይመትሮ ኣለኹ ከምዚ ንቑመት ኖርማል ገይረ ኮሚደረ ምስኡ ተጌርካሉ ኣዝዩ ኣዝዩ ጥዑም እዩ ዝኸውን ክልተ ኮሚደረ ነይረን ስለ ዘይረኣኹም ኣንቶየ እዚኣ ገይረ ደርእየኩም ዘለኹ ሕጂ ነዘን ኮሚደረ ኣብ ኣፍታ ልዕሊ እንጣጢዕ ክገብረን እየ ማለት እዩ ከምዛ እትርእዋ ዘለኹም ኣፍታ ልዕሊ እንጣጢዕ ገይረ ኣዳውስ ኣቢለ ሕጂ ናፍታ ቅጫ ምፍትፋትና ማለት እዩ ሪኦ ከምዚ ገይረ ኣወሃህድ ኣቢለ የለኹ ሕጂ ናብ ቅጫ ምፍትፋትና ከኣ ኣቲና። ነቲ ቅጫና ከኣ ከምዚ ጌርና ፍትፍት ፍትፍት ነብሎ በብንእሽተይ ማራ ገጅፍ ዘይኮነ ማራ ብዓቕምና በቃ ከከም ድሌትና ከም ዝበልኩኹም ልስሉስ ስለ ዝኾነ ብዙሕ ኣሸጋሪ ኮኑን ብጣዕሚ ብጣዕሚ ካ ማራ ጥዑም ብእውነት ብጣዕሚ ጥዑም በቃ ደስ ይብለካ እቲ ምጎቦ ምቁር ከም ዝበልኩኹም ጥዕናኻ እንትርፎ ጥቕምሲ ዋላ ሓንቲ ጉድኣት የብላን እዛ መግቢ እዚኣ ፕሊስ ሰሪሕኩም ፈትንዋ ጥራይ ክብለኩም ዝኽእል ሕጂ ከምዛ ትርእዩን ዘለኹም ነዘን ቅጫይ በብንእሽተይ ገይረ ፅቡቅ ገይረ ይፍትፍተን ኣለኹ ማለት እዩ ከምዛ ትርእይዋ ኣለኹም ፈትፊተ ወዲኤ የለኹ ረይዎ ማራ ዓብዪ ገበርኩዎን ማራ ከዓ ንእሽተይ ገበርኩዎን ከምዚ ትርእይዎ ዘለኹም ማእከላይ ገይረ በቲ ንዓይ ደስ ዝብለኒ ማለት እዩ ገይረ ፈትፊተ ኣለኹ ንስኻትኩም ከዓ በቲ ንዓኹም ደስ ዝብለኩም ጌርኩም ትፍትፍትዎ ማለት እዩ ሕጂ ናብታ ዘዳለኽወን እንጣጢዕ ከምዚኣ ገይረ ኣእትየ ጽቡቕ ገይረ ከዳውሰ ከወሃህደ ረይዎ ብሓንሳእ ከምዚኣ ጌርና ኣወሃህድ ዳቢልና ዋ ቅርብ ኣቢልካ ናብ ምብላዕ ተሪፋታ ሕጂ ከምዛ ትሪእዋ ዘለኹም ከሎ ጌና መቸም እዝስ ኣፍኩም ማይ ሚዒጉ ኣሎ ብእውነት ደሓር እንታይ ጸገም ኣለዎ ፍትፍትፍት ኣቢልና ኣብ ገገዛና ኮይና ንፈትኖ ኮሚደረ እዚ ከዓ ብጣዕሚ እዩ ደጥዕሞ ምስኡ ናይ ግዲ እንተሊና ማለት እዩ ንግበረሉ ኮሚደረ ኣዝዩ ጥዑም እዩ ዝገብሮ ፋይናሊ ከምዚኣ ትመስል ኣላ ትሪእዋ ኣለኹም ተወሃሂዳሃለይ ብዙሕ ኣይደረቐት ብዙሕ ኣይለምለመት ማእከለይቲ ገይረ ገይረያ ኣለኹ ከምዚኣ ጌርኻ ንእሽተይ ጓዕ ብላዕሊ ድርብይ ድርብይ ኣቢለ ኣለኹ እንተደሊኹም ትገብርሉ ኣይደለኹምን ከዓ ፀገም የብሉን እስከ ብሓንሳእ ኮይና ንጣዕማ ብእውነት እዚኣስ ብጣዕሚ ብጣዕሚ ኣብ ቅድሚ ኣምላኽ ብዘይ ሓሶት ብዘይ ጠቅም ዳዳ ኣብ ቅድሚ ኣምላኽ ኢለ እምበር ኣዝያ ብጣዕሚ ብጣዕሚ ጥዕምቲ እያ ኩላትና ከዓ ፈቲናያ ደስ ኢሉ ደስ ኢሉና በለናዮ ማለት እዩ ፕሊስ ሰሪሕኩም ፈትንዋ ኣነ ከኣ ንቀደም በሉ ንቀደም በሉ እንዳበልኩኩም እየ ኣብ ቀጻሊ ብደሓሸ ትሕዝቶ ንክመጸኩም ከኣኒ በጃኹም እቶም ሳብስክራይብ ዝገበርኩም ላይክ ጥወቅ ጥወቅ ኣብልዋ እቶም ዝረኣኹሞ እቶም ዘይገበርኩም ከኣ ሳብስክራይብ ግበሩ ወላ ሓንቲ ዝውድኣልኩም ነገር የለን እንትርፎ ንዓይ መተባብዒ ደጊመ ንክምለስካ ይሕግዘኒ ማለት እዩ እምበኣርከስ ናይ ሎማዓንቲ ትሕዝቶይ እዚኣ ትመስል ነይራ። ኣብ ቀጻሊ ብሓድሽ ቪድዮ ክምለሰኩም እየ ባይ